ሃብታም ኣቦ ኣይነበረንን። ሰለስተ ግዜ ናብ ዩኒቨርሲቲ ክኣቱ ፈቲነ፣ ሰለስቲኡ ግዜ ኣይኮነለይን። ናብ ሃቫት ክኣቱውን ዓሰርተ ግዜ ተመዝጊበ፣ ብዓሰርቲኡ ተነጺገ። ክሪኡኒ ኣይደለዩን። ንመወዳእታ ግዜ ናብታ ኣብታ ዝነብረላ ዝነበርኩ ዓዲ ከም ሳልሳይ ወይ ራብዓይ ደረጃ ዝሕሰብ ዝነበረ፣ ናይ መምሃራን ኮለጅ ከይደ ቀጺለ ንሰላስታ ግዜ ዝኸውን ዝተፈላለየ ስራሓት ናይ ስራሕ ሕቶ ኣቕሪበ ሰላሳ ግዜ ሕቶይ ተነጺጉ ኣብቲ ግዜ እቲ ኩሉ ብጣዕሚ ከቢድ እዩ ነይሩ ብጣዕሚ ተበሳጨ ምክንያቱ ኣብታ ዝተምሃርኩላ ክምህር ጀሚረ ደሞዘይ ዓሰርተ ዶላር ንወርሒ እዩ ነይሩ ዝሓሸ ስራሕ ክረክብ ስለ ዘይከኣልኩ ኣብ 1994 ምስቶም ምሳይ ዝነበሩ ገለ ኢንተርነት ዝበሃል ነገር ክገብር ከም ዝደለኹ ተዛሪብና ዕስራን ሰለስተን ሰባት ካብኣቶም ንሓሳባተይ ነጺጎሞ ከምዚ ምባል ተዛሪቦምኒ ብዛዕባ ኢንተርነት ሰሚዕና ኣይንፈልጥና ንስኻ እውን ብዛዕባ ኮምፒውተር ወላ ሓንቲ ኣፍልጦ የብልካን ኣነ ንገዛ ርእሰይ በሊሐ ኢለ ሓሲበ ኣይፈልጥን እየ ኣነ ዕውት ክኸውን እየ ኢሉ ወላ ሓደ ሰብ ኣብ ልዕለይ እምነት ዝነበሮ ኣይነበረን ኩሎም ከምዚ እዮም ዝብሉ ነይሮም እዚ ሰብ እዚ ፍሉይ ዝኾነ ኣተሓስባ እዩ ዘለዎ ጽሉል ዝኾነ ኣተሓስባ ብዛዕባ ፍጹም ክሰርሕ ዘይክእል ነገራት እዩ ዝሓስብ ካብ ባንክታት ሰለስተ ሽሕ ክልቃሕ ፈቲነ ንሰለስተ ሰ- ሰለስተ ወርሒ ወሲድለይ ድሕሪ ሰለስተ ወርሒ እውን ኣይሰለጠንን 30 ክሳብ 40 ዝኾኑ ኣውፈርቲ ተዘራሪብና ኩሎም ኣቕቢፆምኒ ረሳዓዮ ተባሂለ እዚኦም ብዙሓት ሰባት ምምስራት ዓሊባባ ኣዝዩ ሕማቕ ሓሳብ ምዃኑ ተዛሪቦምኒ ከምቲ ኣቐዲመ ዝበልኮ ኣብዚ ሓሳብ እዚ ኣሚነ እዚ ነገር እዚ ኣዝዩ ዓቢ ክኸውን ይኽእል እዩ ኢለ ኣዕሚቐ ሓሲበ ምስራሕ እንተዘየቋሪፀ ሓቂ ንምዝራብ ማዕረ ክንድዚ ሎሚ ዓብይዎ ዘሎ ክዓቢ እዩ ኢለ ሓሲበ ኣይፈልጥን ነይረ። ኣብ መወዳእትኡ ገለ ነገር ንዓይ ይጽበየኒ ከም ዘሎ ግን ንእሽተይ እምነት ነይሩኒ። ንገዛ ርእሰይ ንምርግጋጽ ኣዝየ ኣበርቲዐ ክሰርሕ ነይሩኒ። እዚ እቲ ኣብ ህይወተይ ዝኸበደ ተመክሮ ነይሩ። ድሒርና ካብ ዓሰርተ ሸሞንተ መስረቲ ሓምሳ ሽሕ ዶላር ዝኸውን ኣኪብና። እቲ ጉዕዞ ድማ ተጀሚሩ። ኣብተን ቀዳሞት ሰለስተ ዓመታት ካብ ቢዝነስና ሓደ ዶላር እውን እንተኾነ ኣታዊ ኣይገበርናን። ቀሊል ኣይነበረን፣ ግን ስለምንታይ እቲ ጉዕዞ ቀጺሉ? ንቕድሚት ገስጊስና፣ ምኽንያቱ ካብ ዓማዊልና መወዳእታ ዘይብሉ ናይ ምስጋና ኢሜይላት ተቐቢልና። ከምዚ ይብሉ ነይሮም፣ እዚ ኣዝዩ ብሉጽ ነገር እዩ፣ ክንከፍለካ ኣይንኽእልን ኢና። ብጣዕሚ ግን ሓጊዝካና ከምዚ ጌርካ ንህዝብኻ ምሕጋዝ እንተቐጺልካ ሓደ መዓልቲ ክትዕወት ኢኻ ኣነ ድማ እተ ነዚ ኣሚነ ይጓዓዝ ነይረ ንእሽተይ ስጉሚ ድሕሪ ስጉሚ ቢዝነስና ሃኒጽናዮ በብቑሩብ ህንፃና ተሃኒጹ ድሕሪ 16 ዓመታት ናይ ዓሊባባ ግሩፕ ናይ ታማል ግሩፕ ናይ ኣሊፔይን ካልእን ክህልወና ክኢሉ ድሕሪዚ ሰባት ኢሎምኒ ንስኻ ኣዚኻ በሊሕ ኢኻ ከመይ ጌርካ ከምዚ ዓይነት ትካል ክትሃንጽ ክኢልካ? ቢል ጌትስ፣ ዎርም ባፈት፣ ሌሪ ፔጅ፣ ማርክ ዘከርበርግ፣ እቲ ፍልልይ ኣብ መንጎ እዞም ሰባት እዚኦምን ካልኦት ሰባትን እዚኣቶም ብዛዕባ መጻኢ ኩሉ ግዜ ትስፉዋት ምዃኖም እዩ። ብፍጹም ኣየማርሩን እዮም። ኩሉ ግዜ ጸገማት ናይ ካልኦት ሰባት ክፈትሑ ምስ ፈተኑ እዮም። ትስፉው እንተደኣ ኾንካ ኩሉ ግዜ ዕድል ኣለካ። ሰባት ኣብዚ ግዜ እዚ ከይተረፈ ሓደ ዓይነት ሕቶ እዮም ዝሓቱኒ፣ ጃክ፣ ዕድላት ኣበይ ኣሎ ስራሕ የብለይን እዚ የብለይን እቲ የብለይን እቲ ዝበለጸ ዘለካ ጸጋ ንእሽተይ ምዃንካ እዩ ብፍጹም ኣይተማርር ካልኦት ከማርሩ ግደፎም ሰባት ከማርሩ ዕድላት እዮም ዝሓልፍዎም ንነገራት ብኸመይ ፍሉያት ክትገብሮም ከም እትኽእል ሕሰብ ድሕሪ ምሕሳብካ ከተተግብሮም ጀምር ኣነ ኣዝዮም ብዙሓት ሰባት መንእሰያት ምሸት ምሸት ብሉጽ ሓሳባት ዘለዎም ርእየ ኣለኹ፣ ንግሆ ግን ልክዕ ከምተን ዝሓለፋ መዓልታቶም ናብ ልሙድ ስርሖም ይኸዱ። ናይ ብሓቂ ወናኒ በዓል ትካል ክትከውን ተደሊኻ ቅድሚ ካልኦት ሰባት ነቶም ነገራት ምግባሮም ንስኻ ክትገብሮም ክትክእል ኣለካ። ቅድሚ ካልኦት ምትስኦም ክትትስእ ኣለካ። ካብቶም ካልኦት ንላዕሊ ዝተባዕካ ክትከውን ኣለካ። ኣነ ንእሽተይ እንከለኹ ናብ ዌስት ሌክ ዝበሃል ይኸይድ ነይረ። ኣብኡ ሆቴል ነይራ፣ ኣዝዮም ብዙሓት ወጻእቲን ወጻእተኛታት በጻሕቲ ዝበጽሕዋ። ኣነ ኩሉ ግዜ ሰዓት ሓሙሽተ ቋንቋ እንግሊሽ ንምምዕባል ናብኡ ይኸይድ ነይረ። ወጻእተኛታት ይመጹ፣ ኣነ ድማ እንግሊሽ ይለማመድ። ኣብቲ ግዜ እቲ ስለምንታይ ከምኡ ይገብር ነይረ ኣይፍለጠንን እዩ ግን ኩሉ እቶም ወፃእተኛታት በፃሕቲ ዝነግሩኒ ካብቲ ስድራይ መምሃራነይ ጋዜጣታት ናይ ዓድና ዝነግሩኒ ብጣዕሚ ፍሉይ ኮይኑ ረኺብዮ ስለዚ ካብዚ ግዜ እዚ ኣትሒዘ ንነገራት ብናይ ገዛ ርእሰይ ሓንጎል ክሓስቦም ጀሚረ ንስድራይ ኣይሰማዕኩን ነየዕሩኽተይ እውን ከምኡ ንኽትሓስብ ናይ ገዛ ርእስኻ ሓንጎል ተጠቀም